ሰላም ክቡራት ተኸታተልቲ ሲነማ ሰምረ ከመይ ጸኒሕኩም ንሕጂ ድማ ታሪክ ህይወት ኤርትራዊት ኣሜሪካዊት ኮሜድያን ተዋሳኢትን ጸሓፊትን ቲፋኒ ፀሓይ ሓድሽ ዝደስስ መደብ ኢና ሒዝናኩም መጺና ዘለና ክሳብ ፍጻመ ብጽሞና ክትከታተሉና እናዓደምኩ ናብቲ መደብ

ተዋሳኢትን ጸሓፊትን እያ። ብሕልፊ በተን ኣብ ቀረባ ዓመታት ዝሰርሓተን ገርልስ ትሪፕን ናይት ስኩልን ዘርእሰን ፊልምታት ድማ ኣብዚ እዋን እዚ ልዑል ህቡብነታ ጥራይ ትርከብ። ቲፋኒ ንነዊሕ ዓመታት እያ ተራ ተሓጋጋዚትን ቀንዲ ተዋሳኢትን፣ ሳፖርቲን ሮል፣ ሒዛ ኣብ ምርኢት ቴሌቪዥንን ፊልምታትን ተዋሲኣ። ናይ ሕጂ ዓወታ ድማ ብቐሊሉ ዝመጽእ ኣይኮነን። እቲ ቀንዲ ንቲፋኒ ከም ኮሜድያን ልዑል ዝና ከተጥሪ ዝደረኻ ኣደ ቲፋኒ፣ ሓደጋ መኪና ስለ ዘጋጠማ ርእሳ ተሃርመት። በዚ ድማ ናይ ምዝራብን ካልእን ክእለታ ኣጥፈኣት። ቲፋኒ እቲ ኣብ ኣዲኣ ዘጋጠማ ሓደጋን ድሕሪኡ ዝሰዓበ ኩነታትን ናብ ኮሜዲ ክትኣቱ ከም ዘኸፍኣ'ያ ትሕብር። ምኽንያቱ ቲፋኒ ነዲኣ ክተስሕቓ እንተ ኽኢላ በዲኣ ክትህረም ዝነበራ ዕድል ይጎድል ስለ ዝነበረ ክተዘናግዓ ክትጽዕር ጀመረት። ክልተ ግዜ እቲ መርዓ ዝፈታሓቶ ዊልያም ስቲዋርት ዝተባህለ ሰብኣያ ነበር እውን ይሃርማ ከም ዝነበረን ብሰንኩ ድማ ጥንሲ ከም ዝኸዳን ኣብታ The Last Black Unicorn ዘርእስታ መጽሓፍ ተዘንቱ። ብሰንኪ ኣብ ገጻ ዘላ ብሮት ኣብ ቤት ትምህርታ ትጽረፍ ከም ዝነበረት እውን ትዝክር። ተውህቦኣ ኮሜዲ ምዃኑ ፈሊጣ ዝነበረት ቲፋኒ ኣብ ሎስ ኣንጀለስ ናይ ስታንድ-ኣፕ ኮሜዲ መራግጾ ንምርካብ ሓያል ቃልሲ ኣሕሊፋ'ያ። ክሳብ ገዛ ዘይብላ ኮይና ተሪፋ ብምንባራ ድማ ኣብ ማኪንኣ ትሓድረሉ እዋን ነይሩ እዩ። ኣብ ዝተፈላለዩ ስራሕ ጀሚራ ከም ዝገደፈቶን ሕሉፍ ሓሊፋ ዳይረክተር ናይ ጭፍ ቪድዮታት እውን ኮይና ከም ዝዓየየት እያ ትገልጽ። እዚ ኩሉ ዘሕለፈት ቲፋኒ ሓድሽ ካብ ዩትዩብ ዝረኸበቶ ቪድዮታትን መጻሕፍትን ህይወታ ከም ዝቐየራ እያ ትገልጽ። ነብስኻ ከይኣለኻ ካልኦት ክትኣሊ ከም ዘይትኽእል ካብዚ ቪድዮታትን መጻሕፍትን እያ ተማሂራቶ። በዚ ድማ ክእለታ ንምዕባይ ቀትርን ለይትን ብዘይ ዕረፍቲ ክትጽዕር ጀመረት። ጻዕራ ኮንቱ ኮይኑ ኣይተረፈን። ኣብ ክልተ ሽሕን ዓሰርተ ሸውዓተን ብመንገዲ ገርልስ ትሪፕ ዘርእስታ ፊሊም ውጽኢቱ ተራእየ። ቲፋኒ ድሕሪ ዘዐውቲ ፊሊም ኣብቲ ልዑል ተቐባልነት ዘለዎ ሳቱርደይ ናይት ላይቭ ዝተባህለ ምርኢት ስታንድ-ኣፕ ኮሜዲ ክተቕርብ ዕድመ ክቐርበላ ግዜ ወሰደን። በዚ ድማ ኣብቲ ልዕሊ ኣርብዓ ዓመት ዕድመ ዘለዎ ምርኢት ናይ መጀመርያ ጸላም ኣቕራቢት ክትከውን በቕዐት። ትያትር ነቲ ናይ ትምህርቲ ንጥፈታታ ከም ዝበለጾ እትገልጽ ቲፋኒ፣ ኣብ ቤት ትምህርታ ኣብ ዝካየድ ዝነበረ ውድድር ናይ ተዋስኦ ትሳተፍ ነይራ እያ። ከም ሪቻርድ ፕሪዮር፣ ደይን ኲክን፣ ቻርለስ ፍሊሸርን ዝኣመሰሉ ኮሜድያን ነቲ ብትኽክል ክተልምዓሉ ዝኸኣለት ሞያ ንምሓዝ ከም ዝሓገዝዋ እትሕብር ቲፋኒ፣ ኣብ ስክሪን ምስላ ክርኣ ቅድሚ ምጅማሩ ኣብ ዝተፈላለዩ ትካላት ትሰርሕ ከም ዝነበረት እያ ትገልጽ። ቲፋኒ ናብ ዓውዲ ኮሜዲ ፈልማ በቲ ናይ መን ኣስሓቐ ናይ ዋዛ ውድድር ቢልቤላም'ያ ተቐልቂላ። ካብኡ ቀጺላ ኣብ ከም ቸልሲ ሌትሊ፣ ዛትስ ሶው ሬቨን፣ ማይ ኔም ኢዝ ኤርል፣ ኢትስ ኤልዌይስ ሳኒ ኢን ፊላደልፍያ፣ ዘ ኣንደርግራውንድ፣ ኒክ ካኖንስ ሾርት ሰርኪዩትስ፣ ጃስ ጆርዳን ኢን ዘ ማዘርሁድ፣ ዴፍ ኮሜዲ ጃም፣ ሪያሊቲ ባይትስ ባክ፣ ኒው ገርል ሚት ዘ ስፓርታንስ ከምኡውን ጃንኪ ፕሮሞተርስ ክትዋሳእ ከኣለት። ሃስባንድስ ኦፍ ሆሊዉድ ኣብ እትብል ናይ ክልተ ሽሕን ዓሰርተ ሰለስተን ፊሊም ቀንዲ ገጽ ባህሪ ዝሓዘት እዛ ጻዕረኛ ተዋሳኢት፣ ኢፍ ላቪን ዩ ኢዝ ሮንግ ኣብ እትብል ተኸታታሊት ፊሊም'ውን ንዝተወሰነ እዋን ግደ ነይርዋ'ዩ። ካብ ግዜ ናብ ግዜ ዓቕማ እናዓበየት ክትመጽእ ዝኸኣለት ቲፋኒ ኣብ ክልተ ሽሕን ዓሰርተ ሽዱሽተን፣ ካኑ ኣብ እትብል ኮሜድያዊት ፊልም ድሕሪ ምውጽኣ፣ ኣብ ክልተ ሽሕን ዓሰርተ ሸውዓተን ምስተን ኣብዚ ሞያ ንነዊሕ እዋን ዝዓየያን ጽቡቕ ስምን ዝናን ዘለወንን ተዋሳእቲ ኲን ላቲፋ፣ ጃዳ ፒንከት ስሚዝን ረጊና ሃልን፣ ገርል ስትሪፕ፣ ኣብ ዘርእስታ ፊልም ብምዕያይ ብሓያለ ወገናት ልዑል ኣድናቖት ክትረክብ ከኣለት። ቲፋኒ ኣብ ክልተ ሽሕን ዓሰርተ ሸሞንተን ድማ ምስቲ ኣዝዩ ልዑል ተቐባልነት ዘለዎ ኮሜድያን ኬቨን ሃርት ናይት ስኩል ኣብ ዘርእስታ ፊልም እውን ከም ዝተዋስኣት እዩ ዝፍለጥ። ዝተፈላለዩ ሽልማት ሆሊዉድ ዝዓተረት ቲፋኒ፣ ኣብ ልዕሊ ዕስራን ሓሙሽተን ናይ ተለቪዥን ሓጸርቲ ፊልምታትን ኣብ ዓበይቲ ተኸታተልቲ ፊልምታትን ድሕሪ ምውስኣ፣ ስነ-ጥበባዊ ብቕዓታ ዝምስክር ፕራይም ታይም ኤሚ ኣዋርድ፣ ቤት ኣዋርድስ፣ ብላክ ሪል ኣዋርድስ ዝብል ሰለስተ ሽልማት ክትዓትር እንከላ፣ ኣብ ተመሳሳሊ ዓመት ገርልስ ትሪፕ ኣብ እትብል ስርሓ ከም ዝበለጸት ተዋሳኢትን ዝበለጸት ተሓጋጋዚት ተዋሳኢትን ዝብል ድርብ ሽልማት ዓቲራ። ስነ ጥበበኛ ቲፋኒ ሓድሽ ነቲ ዝተዋህባ ናይ ሽልማት ጽምብል ናይ ሜድያ ኣጋጣሚ ብመሰረት ለበዋ ነፍስሄር ወላዲኣ ኤርትራዊ ሓበና ንምግላጽ ባህላዊ ጥልፍን ብሕብሪ ባንዴራ ኤርትራ ዘጌጼ ቬሎን ብምኽዳን ንሃገራ ኤርትራ ምስ ሚልዮናት ተኸታተልታ ከም ዘላለየት ኣይርሳዕን። ቲፋኒ ካብቶም ህቡባት ተዋሳእቲ ሆሊዉድ ናይ መቦቀል ሃገሮም ዜግነት ዝሓዙ ሓንቲ ኮይና፣ ኣብ ኤርትራ ኣብ ዝመጸትሉ እዋን ንኹሎም ቤተሰባ ሓደ ብሓደ ብምርካብ ብሓደ ወገን ምስሊ ኣቦኣ ዘኪራ እናተሓበነት በቲ ካልኣይ ሸነኽ ድማ ናብ መቦቀል ሃገራ ተመሊሳ ምስ ሰባን ደቂ ዓዳን ብምርኻባ ዘይርሳዕ ጽቡቕ ምዝንጋዕ ከምዘሕለፈት'ያ ትዛረብ። ሰላምን ጥዑም ንፋስን ኣስመራ ዘጸልላ ቲፋኒ፣ ኣብ ፈለማ ዝመጸትሉ ብዘይ ዕረፍቲ ኣስመራ ምልእቲ ክትኮላ ከም ዝወዓለት እያ ትገልጽ። ኣቦኣ ኣቶ ሓድሽ፣ ካብ ህጻንነታ ኣትሒዙ ብዛዕባ ኤርትራን ኣስመራን እናዕለለ ከም ዘዕበያ ትገልጽ ቲፋኒ፣ ናብ ሃገራ ክትመጽእ ካብ ቀደም ትሓልሞ ዝነበረት ባህጊ እዩ። ገምገም ቀይባሕሪ ከም በተይ ዝዓንደረትሉ ቲፋኒ ትርጉም መንነታን ህላወኣን ኣብ ዓዳ ከም ዝረኸበቶ'ያ ትሕብር። ብኹሉ ባህርያዊ ተፈጥሮ ኤርትራ ተደኒቓ ድማ ናብ ኩሉ ሜሬት ዓዳ ሓደ ብሓደ በጽሐት። ልዕሊ ዝኾነ ነገር ዘነድንቓ ድማ ኤርትራ ልዕሊ ሰለስተ ሚእቲ ደሴታት እትውንን ብምዃና ምስ ግዜ ናብ ኩለን ክትበጽሕ ከም ቀንዲ ዕላማኣ ሒዛቶ ከም ዘላ'ያ ትሕብር። ቲፋኒ ናብ ሓምላይ ደሴትን ዳህላክን ኣብ ዝኸደትሉ እዋን ንደርደር ብሄረ ዓፋር ምስ ረኸበቶ ደስ ዘብል ባህላዊ ክዳውንቲ ዓፋር ከምዝሃባን በቀባብላ ህዝባ ኣዝያ ከምዝተሓጎሰትን ኣይርሳዕን። ቲፋኒ ልዕሊ ዝኾነ ኣብሊጻ ትፈትዎ ስታንድኣፕ ኮሜዲ እዩ። ኣብ ገለ ገለ ናይ ካርቱን ፊልምታት እውን ተዋሲኣ ኣላ። ምስ ሰብ ዝና ተዋሳእቲ ኲን ላቲፋ፣ ኬቨን ሃርት፣ ፒንከት ስሚዝን ዳኒ ዴቪቶን ዝኣመሰሉ ተዋሳእቲ ኣብ ገለ ገለ ፊልምታት ተዋሲኣን ትዋሳእ እውን ኣላ። ኣብቲ ሞያ ጽቡቕ ብቕዓት'ኳ እንተንጸባረቐት፣ ኩሉ ግን ኣይከም ስታንድኣፕ ኮሜድን። ስታንድኣፕ ኮሜዲ መለክዒ ኣልቦ ደስታ'ዩ ዝፈጥረላ። ምኽንያቱ ኣብ ስታንድኣፕ ኮሜዲ እቶም ኣብ ኣዳራሽ ተኣኪቦም ዝዕዘቡ ሰባት ነቲ ስራሕካ ፈትዮም ድዮም ጸሊኦም ብቐጥታ ግብረ መልሲ ኢኻ ትረኽቦ። ሰሓቕ እቲ ዝበለጸ መድሃኒት ምዃኑ ዝስሕቶ የለን። ክትስሕቕ እንከለኻ ኩሎም ውሽጣውያን ደጋውን ኣካላትካ'ዮም ዝንቀሳቐሱ። ኣብ ሓንጎልካን ልብኻን ሓጎስ ይስምዓካ። ከም ስለዝኾነ'ያ ከኣ ቲፋኒ ሓድሽ ንስታንዳፕ ኮሜዲ ዝያዳ ኣብሊጻ ትፈትዎ። በዚ ድማ ዋላ'ውን ጓል ሚእትን ዓሰርተን ዓመት ኣረጊት ሰበይቲ ምስ ኮነት ካብ መድረኽ ስታንዳፕ ኮሜዲ ከም ዘይትእለ'ያ ትዛረብ። ቲፋኒ ኣብቲ ንልዕሊ ኣርብዓ ዓመታት ኣቑጺሩ ዘሎ ምርኢት ስታንዳፕ ኮሜዲ፣ ሳቱርደይ ናይት ላይቭ ንኽትሳተፍ ብዙሕ ጻዕርታት እያ ኣሕሊፋ፣ ምኽንያቱ ኣብቲ ሞያ ክትቀርብ ብዙሕ ተወዳዳርነት ስለ ዘሎ። ንኹሎም ብጾት ኣስዒራ ኣብ ዓወት በጺሓ፣ ስማን ስም ሃገራን ኣኾሊዓ እያ። ናይ ፈለማ ኣፍሪቃዊት ኣሜሪካዊት ድማ ተባህለት። ቲፋኒ ኣብቲ ዘሕለፈቶ ናይ ዝኽትምና ግዜ ብዙሕ መስገደላት እያ ኣሕሊፋ። ብሳላ ዘካየደቶ ዜሕለል ጻዕሪ ግን ካብ ግዳም ሓደር ናብ ሚልዮነር ክትከውን በቒዓ እያ። መድረኽ ኮሜዲ ድማ ካብ ህጻንነታ ትብህጎ ሞያ ብምንባሩ ናብዚ ዘላቶ ደረጃ ብተስፋን ሓቦን በጺሓቶ ትርከብ። ንኹሉ ሰብ ክተስሕቕን ክተሐጉስን ዓቢ ባህጋ ዝኾነት ይፋኒ ብውሕዱ ንኣርባዕተ ሰባት ክተስሕቕ ብምፍታን'ያ ሕጂ ናብ ኣማኢት ኣሽሓት ኣዛይዳቶ ዘላ። ኮሜዲ፣ ርእሰ ተኣማንነት ፈጢሩ ምስ ሰባትን ዓለምን ከም ዘፋልጣ ኣብ ብዙሕ ቃለ መጠይቕ ዝገለጸቶ ቲፋኒ፣ ናብ ዝለዓለ ጥርዙ ከተብጽሖ ወትሩ ኣብ ጻዕሪ'ያ ትርከብ ዘላ። ፍርሒ ቀንዲ ጸላኢ ወዲ ሰብ ምዃኑ ስለ ትግንዘብ ድማ በቲ ዝወደቐቶ ከይተሰነፈት ደጋጊማ ብምጽዓር ናብ ዓወትን ብርሃንን ኣምሪሓ ትርከብ። ብሳላ ዘይሕለል ጻዕራ ድማ ምስ በዓል ውሩያት ኮሜድያን ዓለምና ኲን ላቲፋ፣ ኬቨን ሃርትን ስድራ ቤት ዊል ሲሚዝን ጽቡቕ ዝምድና'ዩ ዘለዋ። ቲፋኒ ፍቕሪ ሃገር ደጋጊሙ ኣብ ልባ ይሰርጽ ብምህላዉ ሕጂ'ውን ናብ ኣስመራ መጺኣ ናይ ዝሓለፈ ክልተ ዓመታት ናፍቖታን እታ ሃናንያ ተውጽእ ዘላ፣ ነቲ ዘይጽገብ መሬት ኤርትራ ደጋጊማ ክተስተማቕሮን ቋንቋኣ ክኢላ ምስ ሰባ ክትሕወስን ድማ ኣበርቲዓ ትጽዕር ኣላ። እዚ ድማ መርኣያ እቲ ብሉጽ ኤርትራዊ ደማ ምዃኑ ዘጠራጥር ኣይኮነን። እቲ ዝዓበየ መደባ ድማ ብዛዕባ ኤርትራን ታሪኻን ንዓለም ምንጋር እዩ። እዛ ሃገር ብቓላት መግለጺ ዝውሕዶ መስገደላት ከም ዘሕለፈትን ሃገር ንምምጻእ ክንደይ ህይወት ከም ዝተኸፍለን ዝተረደእት ቲፋኒ፣ ኣብ መጻኢ ስም ሃገራ ኣብ ላዕሊ ክትኩልዕ እያ እሞ ንሕና ብወገንና ሕልማ ክሰምረላ በዚ ኣጋጣሚ ክንገልጸላ ንፈቱ። ዝኸበርኩም ተኸታተልቲ መደባት ሲነማ ሰመረ ንሎሚ ዝበልናዮ ትሕዝቶ ዝሰማዕኩምዎ እዩ ነይሩ። በዚ ነቕርበልኩም ዘለና መደባት ዓጊብኩም ክትኮኑ ሙሉኢ ተስፋና። ኣብ ቀጻሊ ብኻልእን ሓድሽን ትሕዝቶ ክሳብ ንምልሰኩም ምስ ዝተረፉ መደባትና ንሓድገኩም። ሰሰናዩ።